ሄሎ ዝኸበርክን ኣሕዋተይ ከመይ ቀኒኽን ደሓን ደቐኒኽን ኣነ እግዚኣብሔር ምስክን ጽቡቕ ኣለኹ ንስኽን ከዓ ጽቡቕ ክትልዋ ተስፋ ገብር ለማዓንቲ ከዓ ብካልእ ኣማዘን ቪድዮ መጽክን ኣለኹ ኣማዘን ናይ ኣማዘን ዝገብረ ቪድዮ ብጣዕሚ ስለ ትፈትውኦ ኣማዘን ቪድዮ ሒዘ መጽ ኣለኹ ኣነ ከምቲ ትፈልጦ ብዙሕ ካብ ኣማዘን ኦርደር ዝገብር ማለት እዩ ቀሊል እንደገና ረቪው ርኢኻ ከዓኒ በቃ ሰፈቲ ክንደይ ሰፈትዎ ኣብኡ ረብዩ ሰብ ከመይ ድኾነ ርእቶ ማለት እዩ ኣብኡ ሕማቅ ተኾይኑ ጽቡቅ ርእኻ ካብ ካብ ስቶር ኬትካ ትገዝኦ ኢዚ ኣብኡ ከይደ ኣነ ኣብኡ ክስታይ ረብዩ ርኤ ዝገዝኦ ማለት እዩ ኣነ ኣማዘን ካብ መጠን ንላዕሊ እየ በቃ ንክንደይ ዓመታት ተጠቂመሉ ጽቡቅ እዩ በቃ ኢዚ እንድሕር ቆልዑ ብፍላይ ደቂ ንኣሽቱ ከለዋ ከዓኒ ዝኾነ ነገር ዘለኹዎ ነገር ካብኡ ኦርደር ገብር ነይረ ማለት እዩ ብጣዕሚ ስለ ዝፈትዎ ብዙሕ ነገር ሕጂ ካብኡ እየ ድገዝእ ካብ ስቶር ከይደ ድገዝኦ ሰብ ድገዝኦ ርእየ እየ ድገዝእ ማለት እዩ ኤኒወይ መጀመርያ ኣብዴት ክገብረክን ናይቲ ቫይታሚን ሲ ዝበልኩኽን እዚ ቫይታሚን ሲ ብቐዳማይ ደርኣኹኽን ፈቲነ ከብሎ እየ ዝበልኩኽን እዚኣ ቀሪባ ክትውዳእ ማለት እዩ ካልኣይቲ ኦርደር ገብረለክን ነይረ ካልኣይቲ ኦርደር ገይረ ኣለኹ ብዚ ማለት እዩ ብጣዕሚ ስለ ዝፈትኽዎ ናይ ኮርያ ስኪን ኬር ብጣዕሚ ፅቡቕ እዩ ዋግኡ ከዓ ኣፎርደብል እዩ ማለት እዩ ከምቲ ዝብለክን ሕጂ ከኣ ዝኾነ ዌብሳይት ሓንቲ ምሳይ ትሰርሕ ንእሽተይ ጓል ኣላ ካብ ናይ ኮርያ ዌብሳይት ኣሎ ዳውንሎድ ጌራትለይ ኣብኡ ጽቡቅ ጽቡቅ ስኪን ፕሮዳክት ኣነ ድፈልጦ ንሳ ትፈልጦን ኣብቲ ካርተይ ገይረ ኣለኹ ኦርደር ምስ ገበርኩ ከርእየከኒ ካብ ኮርያ ዝመፅእ ክልተ ሰሙን ገለ እዩ ድወስድ ማለት እዩ ካብ ኩሉ ዝሕጉሰካ ከዓ እዚ ኩሉ ብዙሕ ገዚእኻ ዋግኡ ዝበዓል ሲፎራ ገለ ንገዝኦ ስኪንኬር ካብ መጠን ንላዕሊ ክቡር እዩ እንደገና ከኣ እዚ ከኣ ዝበለጸ ከሎስ ዋግኡ ከኣ ኣጸቢቑ ሕሱር ስለ ዝኾነ እዚኣ ከኣ ካልኣይቲ ገዚኤ ኣለኹ ማለት እዩ እዚኣ ኣፍር ዳርጋ ተወዲኣ ኣብዚኣ በጺሓ ኣላ ማለት እዩ እዚኣ ከኣ ካልኣይቲ ገዚኤ ኣለኹ እታ ሳንስክሪን ከኣኒ እታ ናይ ትሬደር ጆ ድፈትዎ ሳንስክሪን እንዳገበርኩ እዚ እንዳሓወስኪ እየ ዝገብሮ ማለት እዩ እዚ ሜክኣፕ ከይገበርኩ ከለኹ ሜክኣፕ ድሕር ዘይገበርኩ ኣብ ፀሓይ ድሕር ክኸይድ ኮይነ እዚ ገብሮ ማለት እዩ ድሕር ሜክኣፕ ዝገብር ኮይነ ከዓ እቲ ናይ ትሬደርጆ ዝብለ ክንገብሮ ማለት እዩ ካልእ እዚ ሕጂ ጥቡቕ እዩ ደርኣኹ ስኪን ኬር ማለት እዩ ካብ መጠን ንላዕሊ ስለ ዝፈተኹዎ ይደርእየክን ዘለኹ ካልእ ከዓ ሓንቲ ሓፍተይ ተገዲስ ክምልስ ለይልሃን ብቐዳማይ መልሰላ ነይረ እዚ ሌጊን ማለት እዩ ሌጊን ንገብሮ ታይት ፓንት ማለት እዩ ሕጂ ካብ ኣማዘን ኦርደር ጌረ ከኣ ፈቲነ ከርእየኪ የእልየኪ ኔረ ምክንያቱ ጽቡቅ ዝበል ጽቡቅ ሕብሪ ዘለዎ ረኪበ ካልእ ሕብሪ ከኣ ስለ ዝኮነ ጽቡቅ ማለት እዩ ግን ኣይፈተንኮን ሓድሽ እዩ ሓድሽ ኣምጽዮ ማለት እዩ ብጣዕሚ ካብ መጠን ላዕሊ ጽቡቅ ረቢው ዘለዎ መብዛሕተን ጅም ዝገብራ ዋልድ ገሊአን ኣብ ቁርሳይ ዝገብርኦ ማለት እዩ እዚ ገረኖ ኦፍቲ ስእሊ ዝረኣኹማት እዩ ትረቪው ከዓኒ በቃ ልዕሊ ዓሰርተ ሽሕ ትኮይኑ ኤኒወይ ወላ ሽዱሽተ ሽሕ እንድሕር ኮይኑ ረቪው ጽቡቅ ረቪው እዩ ኣኒወይ እዚ ሕጂ እዚ ኦርደር ገይረ ኣለኹ እዚ ተሌፎነይ ናባይ ገምጢለዮ ስለ ዘለኹ እዚ እዩ ማለት እዩ ትብራን በዚ እዩ ዝጅምር ኣይፈተን ኮን ዘለኹ ፈቲነ ክነግረኪ እየ ማለት እዩ ጽቡቅ እዩ ዝመስል ጨርቁ ግን ፈቲነ ሓጺበ ምስ ገበርክዎ ከኣ ከመይ ምዃኑ ክነግረኪ እየ ኣነ ብዙሕ ከምዚታት እቲ ከምቲ ዝበልኩኽን ስፖርት ስለ ዝሰርሕ ከምዚታት ዝፈቱ እየ እቲ ከምቲ ዝበልኩኽን እቲ ሉሉለሚን ገለ እየ ዝፈቱ ነይረ ኤኒወይ ግን እዚ ፈቲነ ገዚኤ ከርእየኪ እየ ስለ ዝበልኩ ስለ ኢለ ፕሮሚስ ስለ ዝኣተፈልኪ እዚ ሒዘ መፅእ ኣለኹ እዚ ገዚኤ እየ ኣለኹ ማለት እዩ ሕጂ መብዛሕትኡ ኣብ ክሽነይ ዘሎ እቲ ናይ ሎም መዓልቲ ዘርእየክን ማለት እዩ ብጣዕሚ ፅቡቅ ፅቡቅ እዩ ከርእየክን እየ ኣብኡ ከይደፍ ክሽነ ኮይደ ማለት እዩ ሓደሽ እንድሕር ኮንክን ከይወፃኽን ኮለኽን ሳብስክራይብ ግበራ እተን ኩሉ ግዜ ሳፖርት ገብራ ንሕዋተይ ከዓ ብጣዕሚ እየ ዝፈትወክን የቐኒየለይ ሳብስክራይብ ምግባር ግን ኣይትሕመቐ መብዛሕትኽን ትሪኦኦ ስለ ዘይገበርክን ሳብስክራይብ ከይገበርክን ኣይትውፃዕ ሕጂ ኣብ ክሽነ ከይደ ከርእየክን እየ ማለት እዩ እዚኣ ከዓ ናይ እንቃቑሖ መብሰሊት ንእሽተይ እያ ብጣዕሚ ብዙሕ ቦታ ገላ ኣይትሕዝን እያ ማለት እዩ ሽዱሽተ እንቋቑሖ እያ ተብስል እንድሕር እንቋቑሖ ክነብስል ደሊና ብጣዕሚ ቀላል እያ ብጣዕሚ ፅቡቅ እያ ተብስል ማለት እዩ ወላ ኦምሌት ከዓ ክንገብረላ ንኽእል ኢና ሕጂ ከመይ ጌርና ከም ንገብራ ክርእየክኒ መጀመርያ እንቋቑሖ ዘለኒ ሕጂ ነቲ እንቋቑሖ እዚ እዚ ክስታይ መግበሪ ኣለዋ መንኮሊ ማለት እዩ እንቋቑሖ ምፂና እቲ ከምዚ ጌርና ነቲ እንቃቑሖ በዚ ነንኩለሉ ማለት እዩ መንኮል ኣለዎ ኣብዚ ኣይሰብሮን እዩ ጥራሕ ነቲ እንቋቑሖ ክስታ ይገብሮ ማለት እዩ የንኩሎ ማለት እዩ ከምዚ ድሓር እዚ እቲ ሽልሕ ድበለ ንታሕቲ ንገብሮ ማለት እዩ ብጣዕሚ እዚኣ ጽብቕቲ እያ እንድሕር ኣብ ኣብ ዳየት ገለለና ማለት እዩ ፕሮቲን እንድሕር ክረክብ ደሊና እንቋቑሖ ንምብሳል ብዙሕ ግዜ ስለ ዘይወስድ ሕጂ እቲ ሸሊሕ ድኾነት ን- እቲ ሸሊሕ ኣፉ ንላዕሊ ንገብሮ ማለት እዩ እዚ ከዓኒ እቲ መንኩሎ ከዓ ንላዕሊ ንገብሮ ማለት እዩ እታ ዊጥ ዝበለት ፓርት እሳ ንታሕቲ ንገብራ ማለት እዩ ሽዱሽተ እንቋቑሖ እያ ተብስል ኣይ ቲንክ ኣብ ካስኮ ከማን ኣሎ መስለኒ ኣነ ግን እዚኣ ናተይ ካብ ኣማዘን እየ ገዚአ እያ እዚኣ እንዳገበርና ነዚ እንቋቑሖ እንዳንኮርና ማለት እዩ ክራክ ኣይገብሮን እዩ ማለት ኣይሰብሮን እዩ ነቲ እንቋቑሖ ጥራሕ ከምዚኣ ጌርና እዚ ሻርፕ ነገር ናቱ ምስ ድመፅእ ማለት እዩ ከምዚኣ ጌርና ነብስላ እንቋቑሖ ምብሳል ኣብ ድስቲ ግዜ ክንደይ ከም ድወስድ ገለመለ ክስታ ይኸውን ማለት እዩ እዚ ይፅላእካ እዩ እንቋቑሖ ምብሳል እዚኣ ግን ኢዚ እያ ማለት እዩ እንቋቑሖ ከብስል ከለኹ ኣብ ድስቲ መዓስ በሲሉ ገለ ስኢልካ ኣብ ውስጥ ግዜ ከይፈለጥካ ክስታይ ትገብሮ ማለት እዩ እዚኣ ግን ብጣዕሚ ሲምፕል ኢዚ ባዕላ ወዲኣ ከዓኒ ስራሕካ እንዳሰራሕካ ክስታይ ትገብር ማለት እዩ ሕጂ ማይክ በዛ ዓቂና ክገብር ኣብዚ መዕቀን ኣለዎ ማለት እዩ ድሕር ሶፍት ደሊና ሶፍት ሃርድ እንድሕር ደሊና ሃርድ ማለት እዩ ካልእ ከኣ ናይ ኦምሌት ከኣ ኣለዋ ከርእየክን እየ ኦምሌት ትገብረሉ ከኣ ኣለዋ ማለት እዩ እዚ ግን ንመብሰሊ ጥራሕ እዩ ሕጂ ማይ ክገብር እየ ብዚ ሕጂ ኣነ ሃርድ ስለ ዝደለኹ ሃርድ ገይረ ኣብዚ ገይረ ኣለኹ ማለት እዩ ድሕር ሶፍት ደሊና ከዓ ኣብ ታሕቲ ንገብሮ ማለት እዩ ሕጂ እዚ ማይ ናብዚ ብታሕቲ ክገብረሉ እየ ከምዚ ገይረ ኣሎ ማለት እዩ ሓር እዚኣ ገይረ ክኸድና እየ ብጣዕሚ ቀላል እያ ስራሕካ እንዳሰራሕካ በዓል ኣብሲላ ምስ ወደአት ሽዕኡ እዚ መወልዕ ኣለዎ እዚ ረለዲ እዚ ማለት እዩ እዚ መወልዕ ክንውላዕ እያ እዚኣ ድሓር ምስ ወደአት ባዕላ ክትነግረኒ እያ ማለት እዩ ዝኾነ ትገብሮ ሙዚቃ ኣሎ ከርእየክን እየ ማለት እዩ ተመሊሰ ምስ ወደእት ሽዑ ከም ዝድሃበትና ድምፂ ትህበና ማለት እዩ ሬዲ ኮይነላ ትብል ስራሕና እንዳሰራሕና ንክስታይ ንገብረላ ካብ መጠን ንላዕሊ እዚኣ ብጣዕሚ ቀላል እንቋሖ ክነብስል ብፍላይ ኣብ ዳይት እንድሕር ኣለና ምስ ሰላጣ እንቋቑሖ ገለ ፕሮቲን እንድሕር ተድልየና ኮይኑ ብጣዕሚ ቀላል እያ ማለት እዩ ካብ ሙሉ መዓልቲ ኣብቲ ስቶብ ክነፍልሖ ንውዕል ነቲ ማይቲ ሃፋን ገለን ኣነ ብጣዕሚ እየ ዝፀልኦ እዚኣ ብጣዕሚ ፅብቕቲ ናይ እንቃቑሖ ማለት እዩ እዚ ከዓ ኣለዋ እዚ ከዓኒ ነቲ ክስታይ ኣውፂና ኣብ ላዕሊ ክንገብራ ንኽእል ኢና ኦምሌት እንድሕር ደሊና ከዓኒ ኣብዚ ክልተ እንቋሖ ሰለስተ እንቋሖ ጌርና ብላዕሊ ጌርና ከምኣ ጌርና ኮክ ንገብራ ማለት እዩ ካልእ መዓልቲ ከርእየክ ንኽእል እየ እዚ እዚኣ ካብ መጠን ንላዕሊ ሲምፕል ጠቓሚት እያ እንደገና ንእሽተይ ስለ ዝኾነት ከዓ ንስቶሬጅ ፅብቕቲ እያ በቃ እንድሕር ትደልያ ኮንክን ኣብ ዲስክሪፕሽን ባክስ ክገብረልክን እየ ማለት እዩ እተን ኣብ ዲስክሪፕሽን ባክስ ደይ ትረኽብኦ ከዓኒ ኣሕዋተይ ከዓኒ ወይ ሊንክ ክሰደልክን ኣብቲ ኮመንት ሕተታኒ ወይ ከዓኒ ኣብቲ ከምቲ ኩሉ ግዜ ዝብለክን ኣብቲ ፌስቡክ መሰንጀር ኢዚ ወላ ሊንክ ክሰደልክን ስክሪንሻት ገይረ ክስታይ ገብረልክን ኤልሳ ኣርኣያ ኢልክን ኣብኡ ክስታይ ትገብራ ማለት እዩ እዚኣ ትመስል እዚኣ ካብ መጠን ንላዕሊ ጠቓሚት እያ በቃ ኣብቲ ዲስክሪፕሽን ባክስ ገብረልክን እየ ማለት እዩ ኣብዚ ከዓኒ እዚኣ ናይ ድሽ ዋሸር ሳይን ኣላትኒ ማለት እዩ እዚ ማግኔት እዩ ኣብኡ ተልግቦ ዋግኡ ብዙሕ ክብር ኣይኮነን ግን ንሕና ኩሉ ግዜ በቃ ደቀይ ማማ ድሽ ዋሸር ክሊን ድዩ ገለ ኢላ ንሓታኒ ማለት እዩ ወላ ምስ በዓል ቤተይ ፅሩይ ድዩ ረሳሒ ድዩ ክስታይ ንብል ሓደ ሓደ ግዜ ፅሩይ ኮይኑ ስማዓካ ሓደ ሓደ ግዜ ከዓ ረሳሕን ክስታይን ትሕውሶ ማለት እዩ ድሕር ክትእቱ ደሊኻ Anyway እዚኣ ክቡር ኣይኮነን ዋጋኣ ብጣዕሚ ሕሱር እዩ ዋግኡ ኣብ ኣማዘን ማለት እዩ እዚ ማግኔትያ እዚኣ ንበይነ ትለግብ ማለት እዩ ሕጂ እቲ ድስቲ ናተይ እቲ ድሽ ዋሸር ክሊን ስለ ዘሎ ክሊን ገይረ ኣለኹ ራይደወይ እቲ ድስትታት ምስ ኣውፃኹ ሕጂ ምስ ሓፅብ ሓፂበዮ ኣለኹ እቲ ምስ ኣውፃኹዎ እቲ ድስትታት እቲ ኣቑሑት ኩሉ ጉደሎ ምስ ኣውፃኹዎ ማለት እዩ ደርቲ ክገብራ እየ እንድሕር ጥርሓ ኮይና ማለት እዩ እንድሕር ደይብሉ ደርቲ ክገብራ እየ ድሓር እቲ ኩሉ እቲ ረሳሕ ትእትዎ ማለት እዩ ሕጂ ግን ክሊን ስለ ዘሎ ራይ ደወይ እትዮ ምስ ወላዕኽዋ ከዓኒ እዚ ክሊን ሳይ ንገብሮ ማለት እዩ ቢግ ዲል ኣይኮነን ግን ኩሉ ግዜና ንሕና ክስታይ ንኾን ማለት ተሓፂቡ ድቲ ድስቲ ሓደ ሓደ ግዜ ፅሩይን ክስታይን ክትሕውሰ ገለ እዚኣ ሕጂ ካብ ኣማዘን ዲሽዋሸር ክሊን ኤንድ ድሽ ዋሸር ክሊን ኤንድ ደርት ሳይን ኢልክን ክትብልኦ ትረኽቦ ትኽእላ ኢኽን ኣብቲ ዲስክሪፕሽን ባክስ ግን ክገብረልክን እየ ማለት እዩ ክቡር ኣይኮነን ግን ብጣዕሚ ሕሱር እዩ እዚኣ ማግኔት ንበይና ትለግብ ማለት እዩ እዛ ማግኔት ኣምፃእ ኣቢልካ ከምዚ ድለግብ እዩ ተልግባ ድሓር እዛ ረሳሕን እዛ ክስታይን እንታይ ትገብራ ማለት እዩ ሕጂ ፅሩይ ስለ ዘሎ ክሊን ገይረዮ ኣለኹ ስጋብ ደውፆ ስለ ደውፀኽዎ ማለት እዩ ድሓር ምስ ኣውፃኽዎ ጥሩሕ ምስ ኮነ ከዓ ራይደ ወይ እዚ ድረት ክገብራ እያ ማለት እዩ ቢግ ዲል ኣይኮነን ግን ብጣዕሚ ፅብቕቲ ሳይን እያ መዓል ንዓና ብጣዕሚ ጠቒማሃና ኣላ ኣብ ገዛና ሆፍሊ ንዓ ክንክጠቕመክን ከዓ ክቡር ኣይኮነን ኣብ ኣማዘን ክትረኽቦ ትኽእላ ኢኽን ማለት እዩ ኣብዚኣ ከዓ እዛ ናይ ፌስታል መቕመጢት ኣላትኒ ማለት እዩ እዚ ቅድሚ ኣርባዕተ ዓመት ገለ ድገዛእኹዎ እዩ እንድሕር ኣሎሱ ኣብቲ ዲስክሪፕሽን ባክስ ገብረልክን እየ እንድሕር ደየለ ከዓ ንዑ ድመሳሰልክሉ ኸውን እዩ ክገብረልክን እየ ማለት እዩ እዚ ፌስታላት ኣብ ከምዚ ድሮወር ገለ ክትእትዎ ከለካ መዓት ኮይኑ ነቲ ገዛ ክስታይ ስለ ዝገብሮ እዚኣ ግን ብጣዕሚ ኢዚ እያ ማለት እዩ ኣብዚ መዓት ፌስታል እያ ትሕዝ ድሓር በዚ ታሕቲ ተውፅኦ ማለት እዩ በዚ ምውፅእ ኣሎ በዚ ምስ መላእኻ ዋግኡ ከዓ ከም ክቡር ኣይኮነን እቲ ዘርእየከን መብዛሕትኡ ዋግኡ ክስታይ ዝኾነ ማለት እዩ ዘርእየከን ኤኒወይ መዓት ፌስታል ኣብዚ ሕዝ ማለት እዩ ካብ መጠን ንላዕሊ ብዙሕ ፌስታላት መስ ስለ ዝኸውነ እቲ ክሽነ እዚኣ ግን በዚ እቲና ፌስታል መዓት ፌስታል እያ ትሕዝ ደሓር ክንጥቀመሉ እንድሕር ደሊና ከዓ ካብ በዚ እንዳውፃና ማለት እዩ ንጥቀመሉ ብጣዕሚ ኦርጋናይዝ ማለት ሓደ ካብ ናይ ክሽነ ኦርጋናይዝ ማለት እዩ ቢግ ዲል ኣይመስለካን እዩ ግን እቲ ፌስታል እቲ ገዛ ብጣዕሚ መስ እዩ ዝገብሮ Anyway እዚኣ ካብ ኣማዘን I think እዚኣ ቅድሚ ኣርባዕተ ዓመት ገለ ዝገበርክዋ እያ ተመሳሳሊ እንድሕር ኣሎ ክስታይ ገብረልክን እየ እንድሕር እንድሕር ኣላሳ ኤግዛክትሊ ክገብረልክን እየ እንድሕር ደለ ግን ተመሳሳሊ ኣይስእኔ ኣብቲ ዲስክሪፕሽን ባክስ ክገብረልክን እየ ማለት እዩ ኣብዚኣ ከኣ እዛ ናይ ቺዝ ቦርድ ኣላትኒ ማለት እዩ ቅድሚ ሕጂ ቪድዮ ገይረ ኣርእየክን ነይረ እዚ ዝኾነ እዚ ዝኾነ ኖርማል ፓሪ ክንገብር ኮለና እዚ ቺዝ ቦርድ ማለት እዩ ብጣዕሚ ፅበቲ እያ ኤክስትራ ላርጅ እያ ናተይ ዓባያ ቅድሚ ሕጂ ሰሪሐ ኣርእየክን ነይረ ኣብቲ ቪድዮ ከይድክን ክትሪኦ ትኽእላ ኢኽን ማለት እዩ እዚኣ ብጣዕሚ ፅብቕቲ እያ በዚ ናይ ካራንክስታይን ሰት ኣለዋ ከርእየክን እየ ካብ ኣማዘን እየ ገዚኤያ ሲምፕል ሲምፕል ፓርት እንድሕር ኣለና ወይ ከምዚ ፋዘርስ ደይ ማዘርስ ደይ ዝኾነ ብ ሳመር ታይም ዝኾነ ባርቢኪ ገለ ክንገብር ከለና ኣብ ደገ ጌርና እዚ ኣብ ገዛ ብጣዕሚ ቺዝ ቦርድ ካብ መጠን ላዕሊ ፅቡቅ እዩ ሲምፕል በርገር ወይ ፓንኬክ ጌርና ማዘርስ ደይ ፋዘርስ ደይ ክኸውን ከሎ ሓደ ሓደ ግዜ ከዓ ዊንተር ክኸውን ከለካ ከምዚ ቆልዑት ወይ ከምዚ ስትረስ ክትከውን ከለካ ሓደ ሓደ ግዜ ብዚ ትኸውን ምሽ ድሓር ኣነ እዚ ገይረ ቺዝ ቦርድ ገይረ ማለት እዩ ሽምዓ ገለ ገይረ ፅቡቅ ከምዚ ክስታ ይገብር ማለት እዩ ፓፕኮርን ገለ ገይረ ፅቡቅ ፓሪ ድሓር ቢዚ ንኸውን ቆልዑት ቢዚ ዝኾነ ሓደ ሓደ ግዜ ዊንተር ታይም መብዛሕትኡ ግዜ ኣብ ዊንተር ታይም ጥቀመሉ ማለት እዩ ምክንያቱ ቢዚ ስለንኸውን ኩላህና ትምህርቲ ሰን ስራሕ ገለ ዊንተር ከዓ ከምቲ ንፈልጦ ብፍላይ ኣብ ዓዲ በረድ መብዛሕትኡ ግዜ ክስታይ ስለትኸውን እዚ ሕጂ ኣብዚ ገይረ ፓሪ ገብር ማለት እዩ ዝኾነ ከምዚ ገይረ ዕምባባ ገለ ገይረ በቃ ኢንተርቴን ንገብር ኣብ ገዛ ማለት እዩ ምስ ቆልዑት ኮይንና ካብ መጠን ንላዕሊ ፅቡቅ ደስ ዝብለካ እዚ ወላ ፒክኒክ ንከይድ ከለና ከዓኒ ክንጥቀመሉ ንኽእል ኢና ንፒክኒክ ማለት እዩ ፍሩት ገለመለ ቺዝ ጌርና ቪድዮ ሰሪሐ ነይረ ኤኒወይ ኣቲኽና ኣብቲ ክስታይ ኣብቲ ቪድዮ ኣብቲ ዩቱብ ክትሪኦ ትኽእላ ኢኽን ግን ብጣዕሚ ፅብቅቲ እዚ ምስ ባኳ እየ ደቐምጣ ብዙሕ ክልተ ዓመት ገለ ገይራ ኣላ ካብዲ ገዛኣ ማለት እዩ ቀደም ሲምፕል ነይራትኒ እዚኣ ግን ካብ ኣማዘን ከምቲ ድብለክን ሴል ክኸውን ከሎ ኣብ ካርተይ ገለ የፅንሑ ወይ ርእየ ፀንሕ ዋግኡ ድሓር እንድሕር ቪው ጌርካዮ ኖቲፊኬሽን ሰደልካ እዩ ዋግኡ ክጎድል ከሎ ማለት እዩ እዚኣ ካብ መጠን ንላዕሊ ፅብቕቲ እያ ንፓሪ ገለ ማለት እዩ እዚኣ ኣላትክን ካብ ኣማዘን ገዚ እያ ነይረ ኣብቲ ዲስክሪፕሽን ባክስ ኣብኡ ክገብረልክን እየ ማለት እዩ እቲ እቲ ሊንክ ኣብዚ ካራ ገለ ኣለዋ ማለት እዩ ኣብዚ መውፅ ናይ ኬክ እዚ ካራ ገለ ኣለዋ እዚ ኣይረኣኹኽን ነይረ እዚ ምስኡ ድመፅእ ሰት እዩ ማለት እዩ እዚ ከዓ እዚ ናይ ዕምባባ ኣለኒ ማለት እዩ ናይ ፓፕኮን እዚ ድሕፀብ እዩ ማለት እዩ ድድርበ ይኮነ ወረቐት ኣይኮነን ድሕፀብ እዩ ቅድሚ ሕጂ ኣርእየክን ነይረ እዚ ፋሚሊ ሙቪ ናይት ኢለ ገይረ ኣርእየክን ነይረ ኩሉ ግዜ እዚ ንድሕር ኣለና ዝኾነ ሙቪ ናይት ክህልወና ከሎ ካብ ኣማዘን እዚ ከ ኦርደር ገይረዮ ማለት እዩ ኩሉ ግዜ እዚ ናይ ፓሪስ ደርኣኹክና ቺዝ ገለ ብሓንሳብ ደቐምጠሉ ቦታ ኣለኒ ነዚታት ማለት እዩ ኣብቲ ላዕሊ ቦታ ኣለኒ ነቲ ሽዑ ሽዑ ደይጥቀመሉ ኣብየ ዝገብሮ ማለት እዩ ቅድሚ ሕጂ ሓንቲ ሓፍተይ ሓቲትክነ ነርኪ ኣብቲ ጀማክስ ከማን ትረኽባ ኢኽን ካልእ ሕብሪ ነይሩ ርየ ነይረ ቅድሚ ሕጂ ብጫ ሓፂር ማለት እዩ ናተይ ግን እዚአን ኩሉ ግዜ ጥቀመለን ደሓር ምስ ተጠቀምኩ ከዓ ሓጺበ የቅምጦ ማለት እዩ ሙቪ ክንርኢ ከለና ፋሚሊ ሙቪ ናይት ወላ ክሪስመስ ገለ እዚ ብጣዕሚ ጽቡቅ እዩ ኩሉ ግዜ ንጥቀመሉ ንፓሪ ማለት እዩ እዚ ከዓ ኣሎ ካብ ኣማዘን ይኦርደር ገይረ እዩ ኣብ ዲስክሪፕሽን ባክስ ገብረልክን እየ ማለት እዩ ናይ ሎማዓንቲ ቪድዮ እዚኣ ትመስል ማለት እዩ እታ ናይ እንቃቑሖ ብጣዕሚ ፅብቕቲ እያ ፈላይ እንድሕር ኣብ ከምዚ ዳየት ገለለና እዚ ማለት እዩ እንዳ እቲ ግብር ግብር ኣቢልካያ ምስ በሰለት ሽዑ ባዕላ ክስታይ ትገብረካ ማለት እዩ። ባዕላ ትነግረካ፣ ዋግኡ ከኣ ካብ መጠን ንላዕሊ ሕሱር እዩ፣ ጽቡቕ እዩ። ጽቡቕ ጽቡቕ ነገር ብተኻእለኒ መጠን ተደርእየክን ጽቡቕን ዋግኡ ከኣ ኣፎርደብል ዝኾነ እየ ክስታይ ገይረ ደርእየክን ማለት እዩ። እንጆ ጌርክንኦ ክቅና ተስፋ ገብር። ስጋብ ሕጂ እንድሕር ርኢኽንኦ ብጣዕሚ እየ ደመስግነክን የቐንየለይ። ሳብስክራይብ እንድሕር ዘይገበርክን ሕጂ ሳብስክራይብ ከይገበርክን ኣይትውጽኣ። ካብ መጠን ንላዕሊ እተን ሓደሽቲ ኩላትክን ዝመጻኽን እንኳዕ ደሓን መጻኽን ሳብስክራይብ ዘይገበርክን ሓደሽቲ ምስ ገበርክን ከዓ ሳብስክራይብ ጌርና ኣለና በላኒ ብጣዕሚ ደስ ትብላ ኣሕዋት ትትጽሕፎ ኮመንት ብጣዕሚ ሳፖርት ትገብረኒ ንዓይ ብጣዕሚ እየ ዘመስግነክን የቐንየለይ ላይክ ከዓ ምግባር ኣይትሕመቓ ኣብ ቀጻሊ ብካልእ ኣብ ቀጻሊ ብካልእ ክሳብ ንረኸብ ከዓ ብሰላም የራኽበና ባይ